ብኮኸብ ተኸስተ ሚካል ሰላም ሰላም እንዳ ሲነማ ሰመረ ከመይ ኣለኹም ደሓን ዶ ኣለኹም ኩሉ ንጥፈታትኩም ሰላም ክህሉ ብምምናይ ኢና መበል 19 ክፋል ተኸታታሊት ልቢ ወለድ ዛንታ ሚካል ሒዝናልኩም መፂና ዘለና ኣብ ዝሓለፈ መበል 18 ክፋል ዛንታና የሱፍ መተኣስርቲ ተመስገን ምዃኑ እዩ ምስቶም ኣብታ ካሜራ ዝነበሩ ሰባት ሓደ ብሓደ ከም ዘላለዮ ሚካል ድማ ኣእምሮኣ ክትስሕት ከም ዝጀመረት በዚ ድማ ዳኒኤል መጀመርታ ኩነታት ጥዕና ሚካል ከረጋግእ ከም ዘለዎ ምስ ነብሱ ከም ዝተመባጽዐ፣ ያፌትን ቻንቹን ድማ ኣብ ከተማ ተራኺቦም ድራር ከም ዝተመገቡን ሓዳሽ ዓመት ብሓባር ከም ዝተቐበልዋን፣ ካፒተን መሓሪ ድማ ሰሙን ሙሉእ ንተመስገን መርሚሩ ዋላ ሓንቲ ክረኽበሉ ከም ዘይከኣለ፣ ቴድሮስ ድማ፣ ካብ ባጽዕ ናብ ኣስመራ ከም ዝኣተወ፣ ኣደ ያፌት ድማ ናብ ሓብታ ከብጽሓ ከም ዝነገራን ኣብኡ ከላ ንሓፍተን ብዛዕባ ኣፍቃሪት ወዳ ክትሓትት ብምባል ሽማ ከም ዝሓተተቶን ያፌት ድማ ሳሮን ወይ ድማ ቻንቹ ኢሉ ከም ዝሓበራ ኣብ መወዳእታ ድማ በቲ ዝተባህለቶ መሰረት ኣደ ያፌት ንሓፍተን ከም ዝሓተታን ቻንቹ ጓል ሳንደእን ከም ዝኾነትን ንኽትሪኣ ኢላ ከም ዝጸዋዓታን ኢና ተኸታቲልና ኔርና። መበል ዓሰርተ ትሽዓተ ክፋል ተኸታታሊት ልብወለድ ዛንታ ሚካል ትስዕብ። ብኩነታት ጥዕና ሸቐልቀል ዝበሉ ስድራ ቤት ሚካል ኣብ ከቢድ ሓሳብ ኣተዉ። ጥዕናኣ እናበኣሰ ይኸይድ ከም ዘሎ ድማ ተገንዘቡ። ንክብረኣብ ደዊሎም ነጊሮሞ እዮም። ኣብ ዝሓጸረ ክመጽእ ድማ እዮም ኣጥቢቖም ዝተላበውዎ። ዓባያን ክልተ ቤተሰብን ኣብ ሳሎን ኮፍ ኢሎም ይዛተዩ ነበሩ። ናብ ማይ ጮሎት ክወስድኣ ምዃነን እየን ዝዛረባ ዘለዋ። ዓባያ ሚካል ኣብዚ እዋን እዚ ኣብ መደቀሲኣ ኮይና ሽጋራ ተትክኽ ነበረት። ንዝኾነ ሰብ ከዘራርባ ዝመጽእ ሰብ ተመስገን ኣበይ ኣሎ ተመስገን ምሽ የፍቅረካ እየ ዳንኤል ዝበለካ ኩሉ ሓሶት እዩ ጥራይ እያ ትብሎ እዚ ዘረባ እዚ ንቤተሰባ ኣብ ክትዒ ሸሚምዎም ተመስገን ዝበሃል ሰብ ኣበይ ኣሎ ኢሉ ሓተተ ንሚካል ሓወቦኣ ዝኾነ ተኣሲሩ ኣሎ እንታይ ገይሩ ነዚ ሕቶ ክምልሳ ዓቕሚ የብለንን ዓባያ ንሚካል ብዘይካ ክብሪ ኣብ ዝፈልጥ ሰብ የለን እንድዒ እቲ ወዲ እሞ ጥዑይ ሰብ እዩ በልዖም። ኣብዚ ግዜ ዳንኤል ብውዳሰ ተመሪሑ ሕውስ በሎም። ንኹሎም ሰላም ኢልዎም ኮፍ በለ። ብዘይካ ዓባያ ንሚካል ሓንሳብ ስለ ዝረኣየኦ ፈሊጠንኦ እምበር ንኻልኦት በኹሪ ዓይኖም እዩ ነይሩ። ንኹሎም ወዲ መን እዩ ዝብል ሕቶ ኣብ ኣእምሮኦም ኣቐመጠሎም። ሚካል ደኣ የላን ድያ? ኣላ ዝወደይ ኣብ መደቀሲኣ እያ ዘላ። ሓደ ካልእ ዕብይ ዝበለ ሰብኣይ ድማ መዓስ እያ ክትወስድያ ናብ ማይ ጨሎት በልወን ኣብ መንጎ ብምእታው ወደይ የምፃእ እሞ ምስኡ ክንላዘብ ኢና በልኦ ዳንኤል ዘረብኦም ክሰምዕ ድሕሪ ምፅናሕ ኣይተሓዙለይ እምበር ማይ ጨሎት ምኻዝ ዘድሊ ኣይኮነን ኣነ ዳንኤል ይበሃል ንተመስገን ዓርኩ እየ ንሚካል ካብ ነዊሕ ኣትሒዘ እየ ዝፈልጣ ሚካል ክትሓዊ ተኾይና ናብ ሕክምና ጥራይ ክትከይድ ኣለዋ። ምናልባት ጋን ክኾነኩም ይኽእል እዩ። ኣነን ተመስገንን ኣብ ሚኒስትሪ ጥዕና እንሰርሕ ሓካይም ኢና። ስለዚ ኣብ ቀረባ ንዘሎ ሕማማ ናብ ሕክምና ምውሳድ እዩ እቲ ዝበለጸ በሎም። ኩሎም ተገረሙ። ሚካል ትጽውዖ ስም ባዕሉ መጺኡ ምስ ተላለዮም እዚ ወደይ እዚ ተመስገን ትብሎ ዘለኻ ዓርክኻ ዘይወጽእ ዶ ኮይኑ በልዎ ሓደ ሰብኣይ። ንዓይ እውን ገሪሙኒ ኣሎ። ላዕልን ታሕትን ክብል ክሳዕ ሕጂ ዕረፍቲ ይረኸብኩን ዘለኹ። መእሰሪኡ እውን ኣይፈለጥኩን ዘለኹ። ሕጂ ንዕኡ እሞ ኣይንጠምት፣ ንሕና ዝከኣለና ዘበለ ንግበር። ንሱ ወጺኡ ኣብዚ ክህሉ ዝበለጸ እዩ ነይሩ። ካብ ዘይተኻእለ ግን ዝግበር ነገር ስለ ዘየለ ባዕልና ክንጎዩ እዩ ዘለና። በሎም ዳንኤል። ኩሎም ድማ ብዘረብኡ ዓገቡ። ዳንኤል ሓፍ ኢሉ ኣበይ ከም ዘላ ብምሕታት ክሪኣ ተበገሰ። ዓባያ መሪሐንኦ ብውሽጢ ውሽጢ ካብ ሳሎን ጀሚረን ናብ መደቀሲ ሚካል ወሰደኦ። ሚካል ኣብ ዓራት ኩርሚ ኢላ ሽጋራ ወሊዓ ጸንሓቶ። ኣብ ጥቓኣ ኮፍ ኢሉ ድማ የእዳዋ ሓዞም። ሚካል ኣነ ዳንኤል እየ። ተመስገን ወፂኡ ድዩ? ተመስገን ምሽ የፍቅረካ እየ። ዳንኤል ዝበለካ ኩሉ ሓሶት እዩ። በለቶ ነታ ኣብ ብርካ ጌራታ ዝነበረት ፍሬም ናይ ስእሊ ናታን ናይ ተመስገንን ዘለዋ እናጠመተት። ዳንኤል ሓፍ ኢሉ ናብ ደገ ወጸ፣ ዓባያ ድማ ኣርከበኦ። ጽባሕ ናይ ንጓህ መጽየ ጥራይ ንስኽን ከይትወጽእ ሓልዋ በለን። ዓባያ ንዘረብኡ ሰሚዐን ሕራይ በለኦ። ንሰን እውን ከይተሓለለ ክጽዕር ተላበወኦ። ዳንኤል ቻው ኢልዎን ወጸ። ግዜ እንታይ ኣለዎ ግዜ ዝሓላፊ ድሮ ህይወት ተመስገን ኣብ ቤት ማእሰርቲ ክልተ ቐነ ገይሩ ግዜ ዘይከም ካልእ ተፈጥሮታት ፍሉይ ነገር እዩ ግዜ ማለት ዕድመ ህይወት ዕድል፣ ተስፋ፣ ኩሉ እዩ ግዜ። ብመንጽር ምንባር እንተለኪዕካዮ ኣብ ሎሚ ኮንካ ትሓስቦ ነገር ንጽባሕ ክገብሮ እየ ትብል እሞ ሎሚ ትሓልፍ ጽባሕ ትመጽእ ንሳ እውን ትሓልፍ ሓንሳብ እንተሓሊፉ ዳግም ኣይምለስን እዩ ካብ ደቂቕ ናብ ሰዓት ካብ ሰዓት ናብ መዓልቲ ካብ መዓልቲ ናብ ሰሙን እናበለ እዩ ግዜ ዝጓዓዝ ግዜ መምህር እዩ ዕድሉ ጽቡቕ ኮይኑ ተመስገን ብሰንኪ የሱፍ ኣብ ጎኑ ምህላው ንኽሓስብ ዕድል ኣይረኸበን ዕላል የሱፍ ዝውዳእ ኣይኮነን። ሓንሳብ ኣብቲ ገዛ ካብ ዘለዉ እሱራት ብዝፈጸምዎ ገበን፣ ሓንሳብ ቅድሚ ምእሳሩ ዝነበሮ ህይወት ድማ እዩ ዘዕልሎም። ተመስገን ካብቲ ኣብ መናድቕ ተጻሒፉ ዘሎ ጥቕስታት ብቻርኮል ብፈሓም ብኹርሽ ብናይ ባትሪ ብቕራፍ ባናና ከንብብ ጀመረ ኣብዛ ትሓልፍ ህይወት ዘይሓልፍ ቃል ኣይትዛረብ ሰብኣይን መሸማዕን እንዳተኣስሩን እንዳተፈትሑን እዮም ዝነብሩ እታ ዝለዓለት ዝደልያ ልግሲ ትዕግስቲ እያ። ሕጂ ኸኣ እየ ዝደልያ። ግዜ ኣፍ ከፊቱ ኣብ ዝዛረበሉ እዋን ሓቂ ተስቅጥ። ቤት ማእሰርቲ ናይ ዘይተንበርካኽነት መዳያዊ መግለጺ ደኣ እምበር ናይ ጠባይ መዐደጊ ጋራጅ ኣይኮነን። ዝጾመን ዘይጾመን ማዕተብ እንተኣሰረ ክንደይ ምስጢር ኣሎ ኣብ ውሽጡ ዝተዓውረ ዝብሉ ኮይኖም ጸሓፍቱ መምስ ገዛእ ነብሶም ኣዛሚዶም ዝጸሓፍዎ ሞራላዊ ሓገዝ መታን ክፈጥረሎም እዩ። ካልኦት እውን ብዝተፈላለየ ቋንቋታት ነይሮም እዮም። ካብ ምንባብ ዝኾለፎ ዮሱፍ እዩ ነይሩ ንኽዛረብ ተሃንጥዩ ነበረ። መስፍን እዚ ሎሚ ናብ ቤት ፍርዲ ከይዱ ዘሎ ንሕልፈት ክብልዎ እዮም በሎ ሽጋራ ወልዕ እናሰሓበ። እዋ ንሕልፈት ዝብልዎ ድኣ እንታይ ዓይነት ገበን ፈፂሙ በለ ብውሽጡ። የሱፍ ተመስገን ኣመና ከም ዝተገረመ ስለ ዘስተውዓለ መታን ጠልጠል ከብሎ ልቡ ኮፍ መበሊኡ መዓራረየ። ግርም እዩ ዝብለካ ገለ ገለ ሰባት ዘለዎም ባህሪ ካብ ናይ እንስሳ ዘይሓይሽ እዩ ነታ ፈጣሪ ዝዘርኣ ትንፋስ ባዕሎም ከም ድሌቶም ዝገብርዋ ኣለዉ እዚ ክብለካ ከለኹ ቐትለት ማለት እዩ መስፍን ንሓንቲ ዓርኩ ዝነበረት ኣብ ማእከል ኣባሻውል መስተ ብዚሑ ነይሩ ነዛ ጓል ይብለካ ደቂሰ ከላ ብኻራ ገይሩ መዓንጣኣ ብትኽትኽ ኣቢልዎ ነዚ ንሕልፈት ኣይኮነን ካልእ ይግብኦ ኢሉ ሽጋራ ክውልዕ ሽጋራ ኣብ ከንፈሩ ቀርቂሩ ክርቢት ሻራ ኣቢሉ ወልዐ ተመስገን ኣመና ተገረመ። ንመስፍን ከም ዝፈልጦ ኣይሰሓቶን፣ ግን ኣበይ ምዃኑ ክዝክሮ ኣይከኣለን። ኣበይ ገዛውቱ? በሎ ንዮሱፍ። ወዲ ባሻውል እየ ዝብል። ክገርመካ ግን ተመስገን ፍጹም ወዲ ባሻውል ኣይኮነን። ያ ወዲ ባሻውል ሕልና ኣለዎ? በሎ የሱፍ። ክገርመካ የሱፍ ይፈልጦ እየ፣ ግን ኣበይ ምዃኑ ኣይዘከርክዎን። ኒዮ ቦሎ ሞሲባ ከየምጻልካ ከም በዓል ዚኦም ኣረሜናት ኢሉ ከይወድአ ማዕጾ ገልጠምጠም ስለ ዝበለ ኩሎም እሱራት ናብ ማዕጾ ቁሊሕ በሉ ካፒተን መሓሪ እዩ ነይሩ እቲ ዊሉ ንኹሎም እናዞረ ክጥምቶም ጀመረ ኣይጸንሐን ወፂኡ ምስ ከደ ማዕጾ ገልጠምጠም ኢሉ ተዓጽወ ናይ ኣጋ ምሸት እዩ ነይሩ ልክዕ ሰዓት ሓሙሽተ ይኸውን መስፍን ካብ ቤት ፍርዲ ተመልሰ እቶም ደቂ መዳቕስቱ ቅርብ ቅርብ በልዎ ንሱ ግን ጌና ፍርዲ ከም ዘይተዋህቦ እዩ ነጊርዎም ሰዓት ናይ ኮሎኪዮ ኣኽእሉ ስለ ዝነበረ ኣስማት በብሓደ ክጽውዑ ጀመሩ ኣዴ ብርሀት ወይ ምንያ ሓፍቱን ንግሆን ምሸትን ኩሉ ግዜ ሓዲኤን ኣለዋ ቻንቹ ናይ ቀትሪ ኩሉ ግዜ ኣላ ምእታው ስልጣንያ ምስ ተወደአ ከምቲ ልሙን ንድራር ተቐረቡ ድራር ምስ በልዑ ነናብ መደቀሲኦም ከይዶም ከዕልሉ ወይ ክጻወቱ የምስዩ። ህይወት ኣብ ቤት ማእሰርቲ ለይቲ ይኹን ቀትሪ ኩሉ ሓደ እዩ። ተመስገን ኣብ መደቀሲኡ ኮይኑ ብሓሳብ ንድሕሪት ተመልሰ። ኩሉ ኣብ ልዕሊኡ ኣጋጢሙ ዘሎ ነገራት ብኸመይን ስለምንታይን ዝብሉ ሕቶታት እናምጽአ እዩ ዝሓስብ ዘሎ። ጌና መርመርኡ ኣይወደአን ዘሎ። ብካፒተን መሓሪ ዝቐርበሉ ዘሎ ሕቶታት ብድፍረት እዩ ዝምልሶ ዘሎ። ንሓደ ነገር ከይኣተኻዮ እዩ ዝኸብደካ እምበር ምስ ኣተኻዮ ቀሊል እዩ ተመስገን እውን ልክዕ ከምኡ እዩ ነይሩ ኣብ መጀመርያ ደኣ እዩ ሕርብት ኢልዎ እምበር ኣብ ሳልሳይ መዓልቱ ግና ህይወት ኣብ ቤት ማእሰርቲ ናተይሉ ሒዝዎ እዩ ብኩነታት ወላዲቱን ሓብቱን ግን ይሻቐል ነበረ ሚካል ግን ደሃዩ ንክትገብር ኢላ ካብ ዘይትመጽእ ነዊሕ ገበረት እዚ እውን ንባዕሉ ኣብ ሓሳባትን ኣብ ጥርጣረን የእተዎ ዳንኤል ኣብ ክልተ መዓልቲ ወይ ድማ ኣብ ሳልሳይ መዓልቲ ይመጾ እዩ ካፒተን መሓሪ ኣብ ቤት ጽሕፈት ኮፍ ኢሉ ነታ ሙሉእ ጸብጻብ ዝሓዘት ደብዳቤ መስፍን ሰንጋል ዝተባህለ ቀታሊ ከንብባ ጀመረ። ቴድሮስ ንጽባሒቱ ማለት ኣብ ሆቴል ምስ ሓደረ ጌና እታ ምስኡ ዝሓደረት ጓል ሄዋን ኣብ ውሽጢ ኮቦርታ ኣትያ እንከላ እያ ክዳውንቱ ተኸዲኑ ኣብ ደንደስ ዓራት ኮፍ ብምባል ኣብ ግንባራ ዝሰዓማ ሰብ ዝርከብ ስለ ዘለኒ በጺሐ ክምለስ እየ ነዚ ሪሴፕሽን ክነግሮ እየ በላ ጓል ናይ ሕራይ ምልክት ርእሳ ነቕነቐትሉ ቴድሮስ ካብቲ ሆቴል ወፂኡ ናብ ዕዳጋ ሓሙስ ገጹ ኣንፈተ ሰዓታት ናይ ስራሕ ስለ ዝነበረ ካብን ናብን ዕዳጋ ሓሙስ ዝንቀሳቐስ ሰብ ማእለያ የብሉን ብጎኒ ማቻለ ኣቢሉ ናብ ኣባሻውል ዝወስድ ጎደና ሒዙ ኸደ ኣብ ኣእምርኡ ዝሓስቦ ዘሎ ንጨጎራ ክረኽቦ እዩ ደልዩ ዘሎ ኩሉ ሓበሬታ ጨጎራ ከም ዝነግሮ ኣይሰሓቶን ነታ ህዝባዊት ሽቓቕ ንየማን ገዲፉ በቲ ኣኻውሕ ዝበዝሖ መንገዲ ናብ ጨርሒ ገጹ ደየበ። ግና ኣብ እግሪ ጨርሒ ምስ በጽሐ ንኣሽቱ ኣወዳት ክጻወቱ ስለ ዝረኣየ ንሓደ ካብኣቶም ብምጽዋዕ ንጨጎራ ክጽውዖ ለኣኾ። ኣብ ኣባ ሻውል ዝነብር ይኹን ኣብ ኣባ ሻውል ዝውዕል ሰብ ዓቢ ይኹን ንእሽቶ ንጨጎራ ዘይፈልጦ ሰብ የለን። ጨጎራ ኣብታ ካፒተን መሓሪ ኣትዩ ዝተላለዮ እንዳ ስዋ ይሰቲ ነበረ። እታ ወናኒት ገዛ ዝኾነት ንጨጎራ ግዜ ኣለዋ ብነፃ እተስትዮም ምክንያቱ ህይወት ጨጎራ ንሱ እዩ ሕሉፍ ህይወቱ ስለ ዘበሳጭዎ ኣብ መስተ እዩ ዝዕቆብ ሰባት ክኾንዎ ወይ ዝደልይዎ ምስ ሰኣኑ ካብ ነብሶም ሓሊፎም ንምህዳም ኣብ መስተ ዕቑባ ይሓቱ ቴድሮስ ይፅዋዓካ ኣሎ ዝሰምዐ ጨጎራ ነታ ሸቃጢት ስዋ ኣማኒተይ ዘሸርበና ረኺብና ኣለና በሊ ኢልዋ ናብ ጨርሒ ኸደ። ቴድሮስ ኣብ ጨርሒ ኮፍ ኢሉ ቢራ ይሰቲ ነበረ። ጨጉራ ክመጽእ ምስ ረኣዮ ዘድለዮ ነገራት ኣብ ሓንጎሉ ኸሰርዕ ጀመረ። ቴዲ ኣሆ ኢሉ ጨጉራ ጎነጾ። ሴድያ ስሒቡ ድማ ኮፍ በለ። ኣሳሳይት ከይኣዘዛ እንከሎ ኣረቂ ቀዲሓ ኣምጻትሉ። ጨጉራ ወላ ዝድር በገንዘብ ይሃልዎ ኣረቂ ጥራይ ዝሰቲ። ሕጂ ሻውለይ እንተኣትኹ ኸመይ ይመስለካ? ዋይ ቀደም ተረሲዑ ባርቻ ሓመድ ተቐይራ መን ክዝክሮ ንኺ ጥራዊ እዩ ዘሎ ኬፋት ትፈልጦ እንዲኻ ቡንካ ቆሊኻ ዕጣን ሃገግ ኣቢልካ ዝመረጽካያ ብሊጥ ጨጎራ እዩ ንቴድሮስ ዘወናውኖ ዘሎ ንሱ ኸኣ ንኽሰቲ ጥራይ እዩ ዝደሊ ዘሎ ኣብዚ ግዜ እዚ ሓንቲ ነጸላ ተጎልቢባ ጸጉራ ብመንዲል ሸፊና ሻርባ ጌራ ምስ ክልተ ኣወዳት መጽያ ኣብ ጥቕኦም ኮፍ በለት። ኣሳሳይት ናብ በዓል ቴድሮስ ቢራን ኣረቅን ቀዲሓ ክትምለስ እንከላ ሰምዓቶም። ማይ ጋዝ ድማዮም ኣዚዞም። ዕላል ቴድሮስን ጨጎራን ጽን ኢሎም ይሰምዑ ነበሩ። ኣባ ሻውል ደኣ እንታይ ኢለን ጽባሒቱ?

ሳልሳይ ኣረቂ ቀዲሑ ነበረ። ከይከደው ይቀዳደም እዩ ዘሎ። ኣብ ልዕሊ ኣረቂ ዘለዎ ኣረኣእያ ፍሉይ እዩ። ኣብዚ ግዜ እዚ እቶም ክልተ ሰባት ምስታ ነጸላ ተጎልቢባ ዝነበረት ዝነበሩ ብድድ ኢሎም ካብ ማዕጥቖኦም ሽጉጥ ኣውጺኦም ንቴድሮስ ሓዝዎ። እታ በዓልቲ ነጸላ እታ ካፒተን መሓሪ ተላቢዋ ቁጽሪ ስልኪ ዝሃባ በዓልቲ ስውዐ ነይራ። ሕጂ ኣብ ሻድሻይ መደበር ፖሊስ ኣብ ካሜራ ቁጽሪ ክልተ ዘሎ መስፍን ሰንጋል እዩ ቴድሮስ። ፀሓይ ኣዝያ መራርያ ነይራ። ታደሰ ካብ መገሻ መፂኡ ኣብ ኣስመራ ኮፍ ኢሉ ነበረ። ወትሩ ኣብ ሃላህላኽ ስለ ዝነብር ድኻም ኣለዎ። ሎሚ ከዕርፍ ዝደለየ ይመስል። ብዛዕባ ኣብ መስርሖ ክገብር ከማን ካብ ገዛ ክወፅእ ኣይመረፀን። ምስ ጃንቹ ብምዃን ናብ ተመስገን በጺሖም እዮም። እሱሩን ሕሙሙን ምስ ተማሰልቲ እዮም። ሓደ መዓልቲ ቻንቹ ኣብ ዘይነበረትሉ ግዜ እዩ ዝኸውን ዘሎ። ኣዲኡን ንሱን ቡን እናሰተዩ የዕልሉሉ ኣብ ዝነበሩ መዓልቲ እዩ። ኣዲኡ ሰባት መጺኦም ንሳሮን ዝደለዩ ከም ዝመጹ ነገረኦ ንሰን በይነን ክውድኦ ከም ዘይክእላ ምስ ወደን ክዛትያ ኢለን ከም ዝመለስኦም ነገረኦም ታደሰ ነዚ ሓሳብ ተቐበሎ፣ ምኽንያቱ ኣካይዳ ቻንቹ ደስ ኣይበሎን። ብዓቢኡ ኸኣ እዚ ግዜ ኣንፈቱ ዘይፈልጥ ምዃኑ ስለ ዝተገንዘበ ሓፍቱ ሓዳር ጌራ ጸግዒ ክትሕዘሉ እዩ ዝደሊ። ሓተታ እውን ክቡራት እዮም፣ እቲ ወዲ እውን ጠባዩ እሩም ምዃኑ ኣረጋጊጹ ኣሎ። ታደሰ ሓፍቱ ኣብ ልዕሊ ተመስገን ዘለዎ ኣመለኻኽታ ተዓዚቡ ኣሎ። መግለጺ ፍቕሪ ጓል ሄዋን ተግባራ እዩ፣ ተግባር ይዛረብ እዩ፣ ልዕሊ ቃላት ከማን ንሱ ይዛረብ። ድሌታቱ ብቃላት ክገልጽ ዘይክእል ሰብ ብተግባር እዩ ዝገልጾ። ተመስገን ካብ ዝእሰር ኣትሒዛ ናብ ሻዱሻይ መደበር ፖሊስ ኣቋሪጻ ዘይትፈልጥ ቸንቹ ንሱ ባዕሉ ኣብ ትዕዝብቲ መሓዙታ ይኹን ጎረባብታ የእትይዋ እዩ። ታደሰ ርጉእ ክትብሎ ዘይትኽእል ውዑይ ክትብሎ ኣይትኽእል ግዜ ኣለዎ ጠባዩ ልስልስ ዝበለ ይኸውን ግዜ ኣለዎ ከዓ ተነቃፊ ይኸውን ቻንቹ ቡን ትቆሉ ነበረት ኣዲኣ ኣብ ሳሎን ጎቦ ኮይነን ምስ ታደሰ የዕልላ ነበራ ነታ ስድራ ከም ኣቦ ኮይኑ ዝኣልያን ዝጥውራን ንሱ እዩ እዚ ወድስ ካን ኣኺልዎ ተኣሲሩ በል ኣዲኡ እንታይ እሞ ዝገበሮ ሃልይዎ ኮይኑ ደይ ብጥርጡር እዩ ተኣሲሩ ዘሎ ኣምላኽ የቕልለሉ ጥራይ ኢልኪ ጸሎት ግበርሉ እዚ ኩሉ ጽዒሩ ምስ ተዓወተ ኩሉፍ ኣቢሎሞ በለን ብሕማማ ስለ ዝመጽዋ ቻንቹ ቀባሕባሕ ክትብል ጀመረት ኣወል ቀዲሓታ ስለ ዝነበረት ኣቐበለቶም ኣነ ቕርስስቲ በለት ብውሽጣ ካልኣይቲ ቡን ኣብ ፋርኔሎ እናሰኽተተት ምስ ወጸኮ ክዛረቦ ኣለኒ በለት ሕጂ እውን ትብዓት ወሲኻ ኣፍቃሪ ኩሉ ግዜ ንበይኑ ኣብ ዝኾነሉ ተባዕ እዩ ዝኸውን ካልእይቲ ሰትዮም ሳልሰይቲ ተሰኽቲታ ነበረት ታደሰ ሓዋ ናብ ሳሮን ሓፍቱ እናጠመተ ሳሮነይ ሕጂ ሓደ ነገር ክነግረኪ ኢሉ ቀዊሉ ጠመታ ቻንቺ እውን ቀዊላ ጠመተቶም ደጊም ክንዲ ሰብ ኣኺልኪ ስለ ዝኾንኪ ኣደይ ድማ ከምዚ ትርእያ ዓብያ ስለ ዝኾነት ክትምርዓዊ ኢኺ ዋ መን ኣነ በለቻንቹ ዓው ኢላ ሰምባድኣ ክትቆጻጸሮ ኣይከኣለትን ንስኽወ ኣብዚ ገዛ ብዘይካ ካልእ ጓል ኣላትና ድያ ዋ ኣይትሕሰቦት ኣደሰ ሓወይ ዋ ኣነ ምርዖን እየ በለቶ ንብዓት ጸረር እናበለት ስምዑ እሞ እዚ ግዜ ረኣዮ ንሱ ጥራይ ዘይኮነ ኣብ ትምህርቲ እውን ንፍዕቲ ኮንክ እንዳሓን ትምህርታ ትወድኸ ይንብለኪ ኢሉ ዘረብኡ ውድእ ምስ ኣበለ ሓቁ እዛ ጓለይ ኣበባ ክርኢ ውላድ ክኽስዕም ይሃረር ዝብል ዘለኹ ሕራይ በልና ሕራይ ትበልክት ኣደይ ማርያም በላኣ ቻንቹ ንባዓታ ተፈርሽዑ ጃሕጃሕ ክብል ጀመረ ሃንደበት ሓፍ ብምባል ሎሚ ምርዖ ፅባሕ ኣይምርዖ ትፈልጡ ኢላ ናብ መደቀሲኣ ኸደት በለ ክትርእኒ ኢኻ ኣነ ታደሰ ኣይኮንኩን በላ ታደሰ የማናይ ኢዱ ልዒሉ እናፈከረ ዘረብኡ ብምቕጻል እናበዲኡ እናጠመተ መጀመርያ ስለ ዝኾነ ግድን እያ ክትስንብድ ጽባሕ ድሕሪ ጽባሕ ሕራይ ክትብል እያ በለ ንሱ እውን ሓፍ ኢሉ ደገ እናወጸ

ብፍላይ ድማ ተኸታተልትና ሚካል ዘርእስታ ልቢ ወለዳዊት ዛንታ መበል 19 ክፋል ዛንታ ናብ ዝክንዛዝም ኢና ምርኻብና ኣብ መበል 20 ክፋል እዩ ክኸውን ክሳብ ሽዑ ኣብ ኮመንት ርእቶኹም ምስፋርን ላይክ ምግባርና ይትረስዑ እናበልና ክንሰናበት ኢና ወደሓንኩም